ዝተላኣኸትለይ ሓንቲ ቪድዮ ኣላ ንዓ መጀመርታ ንስማዓያ እሞ ብድሕሪኡ ክምለሰኩም እየ
ጥዕና ሃበለይ ብፁዕ ኣቡነ መርሃ ክርስቶስ ኣነ መጋቢ ምስጢር መምህር ሃፍቶም እየ ካብ ሰዋስ ሚድያ ከመይ ቀንዮም ኳዕ ንበዓለ ልደታ ኣብፅሖም ብራኮኦም ይፅሓኒ እምባየ ኣሕቢሩ ኣሕቢሩ እንኳዕ መጋቢት ምስጢር እንኳዕ ኣሕቢሩ ናብቱ ክልተ ሽሕን ዓሰርተ ሸሞንተን በዓለ ልደት ኣብጽሓና። ኣሜን ኣሜን እግዚኣብሔር ይመስገን እምበኣር ደዊለሉ ደለኹ ምኽንያት ኣብዚ በዓለ ልደት ኣብ ኣፅብን ኣብ ሓይቂ መስሓልን ዘመሓላለፍዋ መልእኽቲ ኣላ ብትምህርተይ ኣምሲሎም ብዛዕባ ሁራ ሰለስተ ኣንድምታ ናይ ምስጢረ ስላሴ እዩ ዝነግረና ኢሎም ነይሮም እሞ እዚ ድማ ብዙሓት ሰባት ይዘራረብሉ ኣለዉ ከመይ እዩ እዚ ጉዳይ እዚ ድብሉ ኣለዉ እና ብዛዕባ ንሳ እየ መብራህርህ ደልየ ነይረ ብፁነቶም
ኣይ እሺ ዋላ እንኳ ተዘጋጀ ኩሉ እንኳ ኣይኮነን ነገር ግን እርግፅ በዓል ናይ ሁራ ሰለስተ ኣብ ኣፅቢ ተረኺብና ነርና ኢና ፀዊዖምና ንዑ እዚ ባህላዊ በዓል እዚ ናብ ቤተ ክርስቲያን ቀይሩልና ባህላዊ ኮይኑ ከይነብር ባህላዊ ከይውሕጦ ናብ ቤተ ክርስቲያን ምዃኑ ንዑ ትምህርቲ ንህዝበ ክርስቲያን ሃውልና ኢሎም ኢየሱስ እውን ስለ ዘእተዉ ቤዛ ኩሉ እውን ብደንቢ በፂሑ እዩ ከምቱ ኣብ ላሊበላ ዝበፅሐ ማለት እዩ። ናብቱ ኣደባባይ ተረኺብና ግን እቱ ዝተኣከበ ህዝበ ክርስትያን ዝበሃል እዚ ባሂላዊ ከምዘይኾነ እቲ ዝቐርብ ዘሎ ሁራ ሰለስተ ዝበሃል እውን ዋላ ብባሂላዊ መልክዑ ይኹን እምበር ምስጢር ኣዘል እዩ። ናይ ስላሴ ምስጢር ዝሓዘ እዩ ባሂላዊ ጥራሕ ከይመስለኩም ምክንያቱም ብባሂላዊ ትወስድዎ ትክእሉ ነገር ግን ውስጡ ግን ናይ ቤተክርስትያን ኣንድነት ሶስትነት ዘለዎ እዩ ክልተ ግዜ ረጊፆም ኣብ ሳልሳይ ፈልስ ይብሉ እሞ ናይ ስላሴ ኣንድነት ሶስትነት ዘረጋግፅ ባዓል እዩ ኢልና እቲ ህዝበ ክርስትያን ያው ትምህርቲ ሂብና ኢና ማለት እዩ ናይ ቤተ ክርስትያን በዓሉ ባህላዊ እንተይኾነስ ናይ ቤተ ክርስትያን በዓል ምዃኑ ናብ ጎይታና ናይ ኢየሱስ ክርስቶስ ልደት ዘመልክት ምዃኑ እቱ ዝሕዝዎ ዘለዉ በትሪ ዝንጉርጉር በትሪ እውን ናይ ትስብእትና ናይ ኣምላክነቱ ምስጢር ዝገልፅ ምዃኑ እዙይ እውን ብመፅሓፍ ቅዱስ ዘሎ ያኢቆብ ምሰኩኡ ምስላባ ኣብ ዝነበረሉ ግዜ ዋጋይ እንታይ ኢኻ ትበኒ ምስ በሎ ያው ዝንጉርጉር ዝኾና ንዓኻ ይኹና ኢሉ ምስ ፈቐደሉ ግን እታ ዝንጉርጉር በትሪ ሰሪሑ ኣብ ማእኸል ማይ ተኺሉ ማይ ትሰትያ ተለዋ ንታ በትሪ እናረእያ ያው ዝንጉርጉር ዝወልዳ ኮይነን ካብ ናላባ ኣባጊዕ ናይ ያኢቆብ ኣባጊዕ ዝበፅሓ ኮይነን ማለት እዩ እና እዚ ባዕሉ ትንቢታዊ እታ በትሪ እታ ፃዕዳነታ ናይ መለኮቱ ወልድ ኦየ ጻዳ በመለኮቱ እቱ ጸሊም ወይም ቀይሕ ዝመስል እንደገና ናትስኢቱ ወቀይህ በትስኢቱ ከም ዝበሎ እንደገና ዝበትሪ እዙይ ዝስራሕ ኣብ ልደት ከባቢ ጥራሕ እዩ ኣብ ካሊእ ኣይግበርን ልደቶም መልኪቱ ዝግበር ነገር እዩ እቱ ዑራ ሰለስተ እውን

ሁራ ሰለስተ ዓፋር እውን ይብልዎ እዮም ኣብ ብዙሕ ከባቢ ይበሃል እዩ እና መብዛሕትኡ እውን ኸዚ ኸዚ እዩ ኣብ ኩሉ ዓበይቲ ድብልዎ ደሎ እምበሪ ቀደም ቀደም ካብ ዕስራ ዓመት ብታሕቲ ደሎ መናእሰ እዮም ድብልዎ እና ሰብኣ ሰገል እውን ሁራ ሰለስተ እናረገፁ ናብ ቤተልሔም ከም ድኸዱሲ ብቲ ናይ መፅሓፍ መምህርነቶም ብምዃኖም መጠን ድበፅሕዎ ኣሎ ዶ ብመፃሕፍቲ መረዳእታ ኣሎ ድዩ?
ኣለይ ድዩ ናይ ኣቦታት ቃል ትውፊት እዩ ድዩ መፅሓፍ ብብዙሕ እዩ ድዩ ዝኸድ ቃል ብቃል ብትውፊት ዝመፅ ኣሎ ተጠቒሱ ዝመፅ ኣሎ በወራረድ ኣንድም እናበለ ዝኸድ እውን ኣሎ ስለዚ እቱ ናይ ኣቦታት መብዛሕትኡ ኣብቲ ትርጓሜ ብትውፊት ዝመፀ ብቅብል ዝመፀ ስለዝኾነ እዚ ብቅብል ኣብዚ ምዕራፍ እዚ እዚ ኣንቀፅ እዚ ኣሎ እንኳ ማለት ዘይከኣልና ግን ኣቦታት ዝትርጉምዎ ኣመስጢሮም ዝትርጉምዎ ቃል ስለዝኾነ ነዚ ሰብኣ ሰገል ካብ ሄሮድስ ተሰናቢቶም ኣብ ዝኸድሉ ግዜ እቲ ኮኸብ ጨናፍሩ ዘርጊሑ ኣብቲ በዓቲ ምስ ኣርኣዮም ሁራ ሰለስተ እናረገፁ ከይዶም ኣምሀኦም ሰለስተ ነገስታት ያው ከምዘቕረብሉ እዩ ዝንገር እና እዚ ነገር እዚ እውን እንዲያውም ናይ ጥሩር ማር ኣሎ ያው ሄሮድ ሰላይ ልኢኹ ነይሩ እና ምስ ረእይዎ ግን እና ካሊእ ዜጋ ምዃኑ ምስ ረእይዎ ግን ከም ቃርሳ ከም እንትን እናተጫወትዎ ከም እነበሩ እውን እዚ እውን ብትውፊት ተሎ እዩ ጥሩር ይበሃል ዝባን ኣያና ቅላ ዝበሃል ወይም ደግሞ ቃርሳ ብትግራይ ቃርሳ እንብሎ እዚ እውን ከም ዘሎ እዩ እና ብዙሕ ትርጓሜ ከም ዘሎ እዩ ዝንገር ግን ያው ብቃል ኣቦታት ትርጉሙ ተለው ሊቃውንቲ ትርጉሙ ተለው ብቃል እዮም ዘመሓላልፍዎ ኣመስጢሮም እዮም ዝናገርዎ ጽቡቕ እምበኣር ኣብ መወዳእታ ብዙሓት ሰባት እዚ ምስጢረ ስላሴ ስለ ዝኾነ ዶግማ ስለ ዝኾነ መንበረ ሰላማ ወይ መብራህርህ ክኸሉ ኣለዎ ወይ ይቕረታ ክሓተሉ ኣለዎ ድብሉ ኣካላት ኣለውና ንሶም እውን ናይ መንበረ ሰላማ ስራሕ መካየዲ ብምዃኖም መጠን እንታይ መልእኽቲ ኣለዎም ኣብዚ እንታይ ክብሉ ኣለዎም እንታይ እዩ ኣቕዋሞም ይቅርታ ማለት እንታይ ይቅርታ ዝሕትት ኣለዎ ደዚ
ስለዚ ይቕረታ ዛሕቲ የብሉን ብወለምታ ዝመፀ ወይ ብስምዒት ዝመፀ ዘይኮነ ሲ ሃይማኖታዊ እዩ ክንሰርሐሉ ኢና ድዩ ደሎ እቲ መልሲ
ግድን ያው ኣረጋጊፅና ክንሰርሐሉ ኢና ቤተ ናይ ቤተ ክርስቲያን ጉዳይ ስለ ዝኾነ ባህላዊ ከም ዘይኮነ ናይ ቤተ ክርስቲያንና ትውፊት ከም ምዃኑ መጠን ክንቅፅለሉ ኢና ወለምታ ማይኮነ ስሕተት ማይኮነ ብደንቢ ኣረጋጊጽና ንሰርሐሉ ኢና ወደፊት እውን። ጽቡቕ እምበኣር ክቡራትን ክቡራንን ህዝበ ክርስትያን ነዚ ሰዋስብ ሚድያ ትከታተሉ ዘለኹም ብስልኪ ፃንሒ ዝገበርናዮ ምስ ብፁዕ ኣውነ መርሃ ክርስቶስ ናይ ምብራቕ ሃገረ ስብከት ሊቀ ጳጳስ ከምኡ እውን ናይ መንበረ ሰላማ ስራሕ መካየዲ እዮም ክብረት ይሃበልና ንሰዋስብ ሚድያ ሙሉእ ሓበሬታ ስለዝሃብኩምና ብፁዕነቶም ብራኮኦም ይብፅሐና ክብረት ይሃበልና
የቐንየለይ ኣነ ውን ናብዚ ሚድያ እዚ ከም ፀዋዕኹምኒ ብጣዕሚ እየ ክብረት ኣለኒ የቐንየለይ። ጥራይ እምበኣር ከምዛ ዝሰማዕኩማ እያ እዛ ትምህርቲ ወይ ከዓ እታ ናባይ ዝተላእከት መልእኽቲ ማለት እዩ። ካብ ግደ ሓቂ ከምዚ ዓይነት ትምህርቲ ወይ ከኣ ሓሳብ ኣነ ኣብ ዝሓለፉ ቅሩብ ዓመታት እየ ፈሊጠዮ ቅድሚ ሕጂ ኣይፈልጦን እየ እዚ ሁራ ተባሂሉ ዝንገር ዘሎ ንባዕለይ ሕጂ ዝፈልጦ ዘለኹ ኣብ ዝሓለፉ ቅሩብ ዓመታት ተፈሊጠዮ ከምኡ እውን ስለ ዘይዓበናሉ ኣብ ኤርትራ እውን ከምኡ ኣይፍለጥን እዩ ወላ ኣብ ኣምሓሩ እውን ኣይመስለንን ዘሎ ኣብ ትግራይ ጥራይ እዩ ዘሎ ሕጂ እዞም ብፁዕ ኣቦና ከ እንታይ እዮም ዝብሉና ዘለዉ እዚ ሲ ባህላዊ ጥራይ ዘይኮነስ ናይ ምስጢረ ናይ ስላሴ ምሳሌ እዩ እዮም ዝብሉና ዘለዉ ምክንያቱ ሁራ ክገብሩ ከለዉ ኣብቲ ቪድዮ ከም ዝረኣኽዎ ንስኻትኩም እውን ከም ትፈልጥዎ ሕጂ እውን ረኣይዎም ሓንቲ ግዜ

ስለዚ እዞም ዝነጥሩ ዘለዉ ኣብ መሬት ሰለስተ ግዜ ኣብ ሳልሳይ ግዜ ምዕራፎም ናይ ስላሴ ምሳሌ እዩ እቲ ኣብ ኢዶም ሒዞሞ ዘለዉ ዝንጉርጉር ዝበልዎ ከዓ በትሪ ወይ ድማ ዕርሩባይ ዝኾነ በትሪ ንሱ ኸኣ ናይ ወልድ ምሳሌ እዩ። ንሱ ኸኣ ናይ ኣምላኽን ሰብን፣ ናይ መለኮትን ናይ ተስብእትን ምሳሌ እዩ ኢሎም እዮም ክነግሩና ጸኒሖም። ካልእ እዚ ሁራ ዝበሃል ካበይ መጺኡ ተባሂሎም ክሕተቱ እንከለዉ ኸኣ ሰብኣ ሰገል ናብ ጎይታ ህያብ ሒዞምሉ ክመፁ እንከለዉ ናብ ሄሮድስ ምስ ኣተዉ ናብ ሄሮድስ ምስ ከዱ እቲ ኮኸብ ጠፊእዎም ነይሩ ኣብ መንገዲ ናብ እስራኤል ምስ ኣተዉ ኮኸብ ጠፊእዎም ነይሩ ብድሕሪኡ ብሰባት ተመሪሖም ናብ ሄሮድስ ምስ ከዱ ሄሮድስ ካ ተናዊፁ ብድሕሪኡ ኪዱ ስገድሉ ምስ በሎም ከዓ እንደገና ከዓ እቲ ኮኸብ ምስ መፀ ተሓጒሶም ሕጂ ምስ ተሓጎሱ ዝነጠርዎ ወይ ከኣ እንዳነጠርዎ ዝኸዱ መንገዲ እዚ ሁራ እሲ ንሳቶም ዝኸድዎ መንገዲ እዩ ነጢሮም እዮም ዝብልና ዘለዉ ሕጂ ካበይ መፅኡ ኣበይ እዩ ነይሩ መን እዩ ከምኡ ኢሉ ኣነ ዝፈልጦ ይብለይ ከምዚ ዓይነት ፅሑፍ ኣንቢበ ኣይፈልጥን ኣብ ዝኾነ ናይ ቤተ ክርስቲያን ትርጓሜ መፅሓፍቲ እውን ኣይርከብን እዩ ሰብኣ ሰገል ክመፁ እንከለዉ ሁራ ገይሮም ነጢሮም ሰለስተ ግዜ ስለ ሕጂ ንሶም ክነጥሩ እንከለዉ እቶም ሰብኣ ሰገል ከ ንስላሴ ፈሊጦም ማለት ድዩ ብዛዕባ ስላሴ ዝፈልጥዎ ነይሮም ድዩ ድዮም ኮይኖም ንሶም ኣብ ኮኸብ እዮም ዘምልኹ ነይሮም እግዚኣብሔር ኣይፈልጡን እዮም እቲ ሰለስተ ግዜ ነጢሮም ሓደ ምዕራፎም ናይ ስላሴ ምሳሌ ክኸውን እንተ ኮይኑ ሲ ማለት ከምዚ ዓይነት ነገር ኣነ ክቐበሎ ኣይክእልን ንስኻትኩም ከመይ ትርእይዎ ከ ንዓኹም ይምልከት ዶግማ ስለ ዘይኮነ ግን እዚ ኣብ ቤተ ክርስቲያን ኣትዩ እዚ ሁራ እናተባህለ ክነጥሩ ግን ተቐባልነት ክህሉ ኣይከልን እዩ ምናልባት ኣብ ትግራይ ግን ከመይ ይቕበልዎ ከዓ ንዑ ምልከት ማለት እዩ ቀፂሎም ሽዑ እንታይ ኢሎም እዚ ብዛዕባ እዚ ንዛረበሉ ዘለና ሁራ ሃይማኖታዊ እዩ ናይ ቤተ ክርስቲያን ጉዳይ ስለ ዝኾነ ከዓ ብፅኑዕ ከም ዝሰርሕሉ ባህሊ ጥራይ ኮይኑ ክተረፍ ከም ዘይብሉ እዮም እታ መልእኽቲ ኣሕሊፎምላ ማለት እዩ ወይ ከዓ ኣሕሊፎማ ሕጅስ እቲ ባህሊ ጥራይ ኮይኑ ከይተርፍ እዩ እቲ ናቶም ጭንቀት ማለት እዩ ናይዞም ብፁዕ ኣቦና ባህሊ ጥራይ ኮይኑ ከይተርፍ እዩ ዘሎ ጭንቀት ሓደ ከምዚ እዚ ናይ ሰብኣ ሰገል ኣመፃፅኦም ዝምልከት ማለት መን ይነጊርዎም ንትግራይ ከይዱ ዝነገሮም እንሆ ሁራ ሰብኣ ሰገል ክመፁ እንከለዉ ሲ ሁራ ገይሮም ኢሉ ዝነገሮም ንትግራይ ጥራይ ስመን እዩ ካልእ ዓለም ኣይፈልጥን ድዩ ካልእ ዓለም ኣይፈልጦን እዚ ነገር እዚ ትግራይ ጥራይ ሲ ብኸመይ በይኖም ፈሊጦሞ ነዚ ጉዳይ እዚ እዚ ሓደ ሕቶ እዩ ማለት እዩ ካልእ ኣብ ኢዶም በትሪ ስለ ዝሓዙ በትርኻ ናይ የቆብ ስለ ዝምሰል እሞ ኣብ ኢዶም በትሪ ስለ ዝሓዙስ እቲ ኩሉ ዝገብርዎ እቲ ኣነጣጥራ ከምኡ እናገበሩ ናይ ቤተ ክርስቲያን ምምሳል ግን ከምዚ ዓይነት ነገራት ክሕሰበሉ ጥራይ ዘለዎ ምክንያቱ ህዝብና ካብ ምንጣር እሞ መዓስ ዓዲ ውዒሉ ምንጣር ዳ ብጣዕሚ እንዲ ዝፈቱ ከመይ ኢሉ ህዱእ ይኸውን ከመይ ኢሉ ብዛዕባ እምነቱ ይፈልጥ ከመይ ኢሉ እምነቱ ኣፅኒዑ ብካልኦት ሰባት ምእንቲ ከይውሰድ ብዛዕባ እምነቱ ፅቡቅ ገይሩ ይፈልጥ እዩ ትምህርቲ ዘድልዮ ዘሎ እምበር ብዛዕባ ምንጣር ዳ ኩሉ ክድግፎ ይኽእል ኩሉ ከዓ ክነጥር ይኽእል ርግእ ኢልካ ቃል ኣምላኽ ተምሃር ጹም ናብ ቤተ ክርስቲያን ተመላለስ ናይ ክርስቶስ ስጋን ደምን ተቐበል ክትብሎ ከለካ እዩ ዝናወፅ እምበር ንጠር ኢልካ ዳ እሞ ተሰሪዑ ይነጥር ኣይደክምን እኳ ከምኡ ኢልካ ዳ ስለዚ እቲ ኣካይዳና ክኸውን ዘለዎ ሲ ከመይ ኢሉ ሰብ ካብ ምንጣር ወፂኡ መንፈሳውነት ኣፅርዩ ምስ ክርስቶስ ይነብር ዳ እቲ ሓሳብና ክኸውን ዘለዎ እምበር እዚ ከይተርፍ ኢልካ ምጭናቕ ብኣይ ፍረ ዘሎ ኮይና ይረኸብክዎን ንስኹም ከመይ ትሪእዎ ከ ንዓኹም ይምልከት ማለት እዩ ካልእ ብዛዕባ እዚ ንሕና ግን ዝተፀዋዕናሉ ፃውዒት ኣሎና ፃውዒትና ብዛዕባ እቲ ኣብ እዚ ነኽብሮ ዘለና ልደት ኢልና ብዛዕባ እቲ ንዓና ከድሕን ካብ ቅድስቲ ድንግል ማርያም ካብ ስጋ ስጋ ካብ ነፍሰኻ ነፍሲ ወሲዱ ዝተወልደ ክርስቶስ ኢየሱስ ሃብታም እንከሎ ድኻ ኮነ ምሉእ እንከሎ ስለና ክብል ካብ ጓል ዓሰርተ ሓሙሽተ ዓመት ካብ ቅድስቲ ድንግል ማርያም ከመይ ኢሉ ተወሰነ? ብሓፂር ደረት ብፀቢብ ቁመት ተወሰነ ኢልና ብስጋ ክንዛረበሉ እንከለና ነዚ ኢና ከነድንቕ ዝግባኣና ከም ቅዱስ ያሬድ ማለት እዩ። እፎ እንጋ ማህፀነ ድንግል ፀሮ ኢልና ማለት እዩ ምክንያቱ ሰማይ ምድርን ዘይውስንዎ ሰማይ ወምድሪ ዘእያገምሮ ከነድንቆን ክንምህረሉን ዝግባኣና ኣብ ልደት እዚ እምበር ብዛዕባ ሰለስተ ግዜ ነጢርካ ሓደ ግዜ ምዕራፍ ብዛዕባ እዚ ሁራ ተባሂሉ ዝንገር ዘሎ ብዛዕባ ይኮነን ቅዱስ ጴጥሮስ ድማ እንታይ ኢልና ኣሎ ኣብ ቀዳማይ ጴጥሮስ ምዕራፍ ክልተ ቁፅሪ ትሽዓተ ንስኻትኩም ግና ኢሉ ሕያውነት እቲ ኻብ ጸልማት ናብ ዘገርም ብርሃን ዝጸውዓኩም ምእንቲ ኽትነግሩ ሕሩይ ወለዶ ናይ መንግስቲ ካህናት ቅዱስ ህዝቢ ጥሪት ኣምላኽ ዝኾኑ ህዝቢ ኢኹም ይብል እሞ ንስኻትኩም ቀደም ህዝቢ ዘይነበርኩም ሕጂ ግና ህዝቢ ኣምላኽ ኢኹም ዘይተመሓርኩም ዝነበርኩም ሕጂ ግና ምሑራት ኢኹም ንሕና ቀድም ቀደም ጠፊእና ዝነበርና ተበራሪ- ተ- ተባሪርና ዝነበርና ካብ ውልድነት ርሒቕና ዝነበርና ካብ ገጽ እግዚኣብሔር ሃዲምና ዝነበርና ጸጋ እግዚኣብሔር ርሒቑና ዝነበረ ዳሕራይ ግን ጸግ ወልዱ ለኣብ ጸጋ ዘኣህዛብ ዝተባህለ ክርስቶስ ኢየሱስ መጺኡ ድሕነት ኣልቢሱና ህይወት ሂቡና መንገዲ ኮይኑና ኣፍ ደገ ኮይኑና ካብ ጸልማት ናብ ብርሃን ኣምጺእና ካብ ሞት ናብ ህይወት ኣምጺእና ካብ ሲኦል ናብ መንገዲ ገነት መሊሱና ብዛዕባ እዚ ኢና ክንምስክር ኣፍና ክንከፍተሉ ዝግባኣና እምበር ኣብ ቤተ ክርስትያንና ምሳሌ መሊኡ እንዲዩ ከበሮ ክነምፅእ ንኽእል ኢና ፀናፅል ከነምፅእ ንኽእል ኢና መጋረጃ ከነምፅእ ንኽእል ኢና ኣብ ቤተ ክርስትያን ዘሎ ኩሉ ንዋያት ብምስጢር ዝመፀ እዩ እዚ ስለ ዘሎ ኢልና ግን ኣፍና ሒዝና ስቅ ንበል ማለት ከዓ ኣይኮነን ማለት እዩ ስለዚ ብዛዕባ እቲ ሕያዋይ ዝኾነ ኣምላኽ ሕያዋይ ዝኾነ ጎይታ ካብ ጽኑዕ ዝኾነ ጸልማት ናብ ዘገርም ብርሃን ዝመለሰና ብዛዕቡ ኢና ከነመስግንን ክንዝምርን ህዝብን እውን ክንመልሶ ዝግብኣና ማለት እዩ ካልእ ቅዱስ ጳውሎስ እውን እንታይ ይብል ኣብ ካልኣይ ቆሮንቶስ ምዕራፍ 8 ካብ ቁፅሪ 9 ጸጋ ጐይታና ኢየሱስ ክርስቶስ ትፈልጡ ኢኹም እሞ ንስኻትኩም በቲ ድኽነቱ ምእንቲ ክትህብትሙ ሃብታም ክንሱስ ምእንታኻትኩም ደኸ ሃብታም ክንሱ እንዘ ባእል ውእቱ ንሱ ሃብታም እንከሎ ንሱ ብባህሪ ኣምላኽ እንከሎ ንሱ ጐይታ እንከሎ ንሱ ብባህሪ ካባና ምስጋና ዘይደሊ እንከሎ ንሱ ብባህሪኡ ስጋ ዘይሰማምዖ ንሱ ብባህሪኡ ከም ሰብ ክጠሚ ክጸምእ ክሓምም ክልምን እዚ ኩሉ ነገራት ባህሪኡ ዘይኮነ ክንሱ ግን ስለና ኩሉ ገበሮ ስለና ክብል እዚ ኩሉ ነገር ገይርዎ እዩ ስለዚ ክንምስክረሉ ዝግብኣና ብዕለተ ልደቱ ዝተፈጸመ ሰብኣቱ መስጻራን ዝበሃሉ ብዛዕባ እዚኦም ክንምህረሎምን ንህዝቢ ድማ ናብ ጎይታና ናብ ኢየሱስ ክርስቶስ ንኽንመልሶምን እዩ ጻውዒትና እምበር ጻውዒትና ናይ ሁራ ኣይኮነን ማለት እዩ ካልእ ቅዱስ ጳውሎስ እውን ደጊሙ እንታይ ይብል ኣብ ኤፌሶን ምዕራፍ 2 ካብ ሓደ ጀሚሩ ዘሎ ንስኻትኩም ቀደም ከም ንብረት እዛ ዓለም እዚኣ ከምቲ መንፈሱ ሕጂ ኣብቶም ደቂ ዘይምእዛዝ ዝገብር ዘሎ ሓለቓ ስልጣን ኣየር እተመላለስኩም ብበደልኩምን ብኣበሳኹምን ምዉታን ዝነበርኩም ንዓኻትኩም ህያዋን ገበረኩም ነቶም ርሑቓን ዝነበርና ንዓና ህያዋን ገይሩና ንሕና ኩላትና ኸኣ ነቲ ናይ ስጋን ናይ ሓሳባትን ድሌት እናገበርና ቀደም ብትምኒት ስጋና ምሳታቶም ንነብር ነበርና ከምቶም ካልኦት እውን ብባህሪና ደቂ ቁጥዓ ነበርና። ግናኸ እቲ ብምሕረት ሃብታም ዝኾነ ኣምላኽ ምእንቲ እታ ብኣኣ ዘፍቀረና ዓባይ ፍቕሩ ንኣና ብበደልና ምውታት ከሎናስ ምስ ክርስቶስ ህያዋን ገበረና። ብጸጋ ኢኹም ዝደሓንኩም። ድሕነትና ጽድቅና ኩሉ ብጸጋ እዩ ንሕና እዚ ክንገብረልካ ኢና እዚ ሃበና ስለ ዝበልና ኣይኮነን ክርስቶስ ካብ ድንግል ማርያም ተወሊዱ እንታይ ደኣ ብምሕረት ሃብታም ስለ ዝኾነ በቃ ንሕና ክንገብሮ ስለ ዘይከኣልና ብጸጋ ዝገበረልና እዚ እዩ ወሪዱ ድማ እንታይ ይብል ምስኡ እውን ኣተንስኣና ኣብቲ ዝመፅእ ዘመናት ብሕያውነቱ እቲ ብሉጽ ሃብቲ ጸጋኡ ብክርስቶስ ኢየሱስ ኣባታትና ምእንቲ ኸርኢ ኣብ ሰማያት ብክርስቶስ ኢየሱስ ምስኡ ኣቐመጠና። ስለዚ ሃገርና ኣብ ሰማያት እዩ። ምስ ክርስቶስ ኢየሱስ ተቐመጥና ተባሂሉ ካብ ተነገረና ሓሳባትና ክኾን ዘለዎ ኩሉ ሰማያዊ እዩ። ስለዚ ንዝመፀ ኩሉ መንገዱን ናይ መፅሓፍ ታሪክ ዘይብሉን ንዝመጸ ኩሉ ብዛዕብኡ ክንካታዕ ይፍቀድ ድዩ ኣይፍቀድን ከምዚ ክንገብር ግቡእ ድዩ ኣይኮነን እዚ ናብ ቤተ ክርስቲያን ክኣቱ ኣለዎ ባህሊ ጥራይ ኮይኑ ክተርፍ የብሉን ኢልና ጥራይ ዘይኮንና ክንዛረበሉ ዝግባኣና ሲ ክንዛረበሉ ዝግባኣና ሓደ ኢየሱስ ክርስቶስ ዝበሃል ዓቢ ኣርእስቲ ስለ ዘሎ ልደቱ እውን ብዛዕባኡ ስለ ዝኾነ ብሓጎስን ብደስታን ኮይንና ብዛዕባ ልደቱ ብዛዕብኡ እንተተዛረብና እቲ ዝበለጸ ዝዓበየ ጸጋን ክብርን ዘውህብ እዚ እዩ። ብልደት ብልደት ናይ ዮሃንስ ብዙሓት ክሕጎሱ እዮም ካብ ተባህለም ብልደት ክርስቶስ ኢየሱስ ከ ንብዙሓት ድሕነት ዝኾነናን ዮሃንስ ንዓና ድሕነት ኣይኮነናን መንገዲ ናይ ጎይታ ኮይኑ ጸራጊ መንገዲ ኮይኑ ጸያሄ ፍኖት ኮይኑ ልኡኽ ኮይኑ ብዛዕባ ክርስቶስ ክምስክር ደኣ እዩ መጺኡ እምበር ንሱ ሓቀኛ ብርሃን ኣይነበረን። ሓቀኛ ብርሃን ዝኾነ ጸልማት ዘወግድ ኣብ ቅድሚኡ እውን ጸልማት ዘይብሉ ንሱ ኣብ ዘይቅረብ ብርሃን ዝነብር ተባሂሉ ዝተነገረሉ ንኹላትና ድሕነት ዝኾነና ኣፍ ደገ ኣባጊዕ ዝተባህለ ኣነ መንገድን ሓቅን ህይወትን እየ ኢሉ እውን ባዕሉ መንገዲ ባዕሉ ሓቂ ባዕሉ ህይወት ዝኾነ ባዕሉ ጽድቂ ዝኾነ ክርስቶስ ኢየሱስ ዘድሓነና ንሱ እዩ እሞ ብልደቱ ድኣ ማዕረ ክንደይ ክንሕጎስ ዘይግብኣና። ብልደት ናይ ዮሃንስ ብዙሓት ክሕጎሱ እዮም ካብ ተባህለ ብክርስቶስ ኢየሱስ ልደቱ ከ ብናቱ ልደት ከ ከመይ ክንሕጎስ ዘይግብኣና። ስለዚ ገና ሓጎስና ከይወዳእና ብዛዕብኡ ገና ከይዘርዘርና ኣብ ከምዚ ኣቲና ብዛዕባ እዚ ክኸውን ኣለዎ ክኣቱ ኣለዎ ኢልካ ምዝራብ ኣብ ማእከልና ሰይጣን ኣትዩሲ ነቲ ሓጎስና ዝምንዝዓና ዘሎ ኮይኑ ይስምዓኒ ዘሎ እሞ ክሕሰበሉ ኣለዎ ማለት እዩ። ብፍላይ ከምዚ ኣቐዲመ ዝበልክኹም እዚ ከም ዘዛርብ ኣብዚ ቀረባ ዓመታት ዝፈለጥክዎ ኣብ ትግራይ እዩ ሕጂ እውን ዘዛርብ ዘሎ እዚ እሞ ከዛርበናን ክሕስበናን ዝግብኦ ሲ እቲ ዋና ዳ ይኸውን ዝብል መልእኽቲ ኣለኒ ማለት እዩ ኣምላኽና እግዚኣብሄር በዛ ቅድስት እምነትና ካጽናዕና ናቱ ሰናይ ፍቃዱ ይኹነልና። እዚ ቻናል እዚ ናይ ኦርቶዶክሳዊት ተዋህዶ ቤተ ክርስቲያን ስርዓትን ዶግማን ትውፊትን ሓልዩ ናባኻትኩም ዝመሓለፍ መደብ እዩ። ነዚ መደብ እዚ ንምብርታዕ ሰብስክራይብ እናገበርኩም ኣባላት ክትኮኑ ናብ ብዙሓት ሰባት ከዓ ሼር እናገበሩ ከተካፍሉ መልእኽቲ ይሕልፍ። ኣምላኽና እግዚኣብሄር ምስ ኩላትና ይኹን። ኣኮቴት ለዘተሰቅለ ዲበ ዕፅ ነቲ ኣብ ቀራንዮ መስቀል ተሰቒሉ ብደሙ ዝዓደገና ገንሸል ፋሲካና ዝኾነ ክርስቶስ ኢየሱስ ንዕኡን ንሰናይ ኣቦን ንመንፈስ ቅዱስ ሎም ኩሉ ሰዓን ንዘለኣለም ምስጋና ይኹን ኣሜን።